ብዛዕባ ሕማም ርእስን መፍትሒኡን መበገሲኡን ኣብ ገዛ ከመይ ጌርና ከም ነዐግሶ ንኽእል ክንርኢ ኢና። ከም ዝፍለጥ ሕማም ርእሲ ዝተፈላለየ ዓይነት ኮይኑ ንብዙሓት ሰባት መዓልታዊ ካብ ዘሳቕዩና ሕማማት እዮም። ስለዚ ነፍሲ ወከፍና ሕማም ርእሲ ዘሕመና ሰባት በየናይ ሸነኽ ናይ ርእስና እዩ ብምልላይ እንታይ ዓይነት ሕማም ምዃኑ እውን ንምልላዩ ክሕግዘኩም እዩ። ዝፈትወኩም ተኻታተልቲ መደበይ ናብዚ ቻነል ሓደሽቲ እንተለኹም ሳብስክራይብ ግበሩ ነቲ በቢ ጊዚኡ ዝፍንወልኩም ቪድዮታት ውን ንኸየምልጠኩም ነታ ናይ ቃጭል ምልክት ጠውቕዋ ኢኹም ሰናይ ምክትታል። ከም ዝፍለጥ ሕማም ርእሲ ክሕዘና ከሎ ከም በዓል ፓናዶል፣ ኣድቪልን ዝኣመሰሉ መድሃኒታት ብምውሳድ ጊዚያዊ ሩፍታ ንረክብ ኢና። ኮይኑ ግን እዞም መድሃኒታት ንነዊሕ ጊዜ ምውሳድ ድማ ናይ ባዕሉ ሳዕቤን ስለ ዘለዎ፣ ነዞም ዝጠቐስናዮም መድሃኒታት ካብ ምውሳድ ንላዕሊ፣ ሕማምና ብትኽክል ብምልላይን ብምርዳእን፣ ነዞም ንርእዮም ቀለልትን ፍኹስ ዝበሉን፣ ተፈጥራዊ ዝኾኑ ሜላታት ብምጥቃም፣ ጠቓምን ቀጻልን ዝኾኑ ናይ ምክልኻልን ንጥዕናና ዝሓሸ መንገዲዮ። እምበኣር፣ ነዞም ሕማም ርእስን ሳዕቤናቶምን መፍትሒኦም ትፈልጡሉ መንገዲ ክሕብረኩም እየ። ቅድም ኢልና ከም ዝበልናዮ ዝተፈላለዩ ሕማማት ርእሲ ከም ምህላው መጠን መፍትሒኦም ድማ ዝተፈላለየ ምዃኑ ምፍላጥ የድሊ። ሕማም ርእሲ ምስ ንሓምም ከኒናታት ንምውሓጥ ካብ ምጉያይ ብቐሊሉ ክንገብሮም ንኽእል ካብ ሓሙሽተ ክሳብ ዓሰርተ ሰከንድ ብዝግበር ናይ ማሳጅ ቴክኒክ ብቐሊሉን ኣብ ሓፂር ግዜን ለውጢ ትርእይሉ ክኸውን እዩ። መጀመርያ ግን ሕማም ርእስን ምኽንያቱን መፍትሒኡን ንምርኣይ ንፈትን። ሕማም ርእሲ ብቐንዲ ዘሕመና ጎናዊ እኳ እተኾነ ናይ ባዕሉ ሕማም እውን ኣለዎ። ስለዚ ብተደጋጋሚ ሕማም ርእሲ ንሓምም እንተኾይንና ናብ በዓል ሞያ ወይ ከዓ ሕክምና ከይድና ሕማምና ምፍላጥ ኣገዳሲ እዩ። ግን ብሓፈሻ መለዓዓሊ ወይ ከዓ መበገሲ ሕማም ርእሲ ዝበሃሉ ከም በዓል ድቃስ ምስኣን፣ ጭንቀት፣ ከምኡውን ወልፍታት፣ ንኣብነት ከም በዓል ቡን፣ ጥምየት፣ ከቢድ ሕማም፣ ሕጽረት ኣየር፣ ከምኡውን ናይ ማይ ጽምኢ፣ ሕማም ርእሲ፣ ኣብ ክልተ እዮም ዝኽፈሉ። ብዙሕ ግዜ ፕራይመሪ እንብሎ ወይ ከኣ ቀዳማይ እንብሎ ከም በዓል መርዘን ወይ ድማ ቴንሽን፣ ጭንቀት፣ ናይ ርእሲ ሕማማት ክኾኑ ከለዉ፣ ካልኦት ድማ ካብ ኣብ ውሽጥና ሕማም ዝርከቡ ተበጊሶም ሕማማት ርእሲ ክኾኑ ከለዉ፣ ከም በዓል መርዘን ዝኣመሰሉ ሕማማት ተለና ብፍላይ። ብዘርኢ እውን ዝመሓላለፍ እዩ። ስለዚ ኣይናይ ዓይነት ሕማም ርእሲ እዩ ዘለና? ኣበየናይ ክፋል ናይ ርእስና እዩ ዝሕመና? ነናቶም መጸውዕን መፍለይን መበገሲ ውን ስለ ዘለዎም ንዓታቶም ንምፍላይ ብጣዕሚ ኣገዳሲ እዩ። ንኣብነት ሳይንስ እንብሎ ኣብ ከባቢ ኣፍንጫናን ሸፋሽፍቲ ዒንድናን ልዕሊኡ ዘሎ ቦታ ዝስመዓና ሕማም ክኸውን ከሎ ካልእ ድማ ክላስተር ዝበሃል ንሱ ድማ ኣብ ሓደ ዓይንና ጸጋማይ ክኸውን ይኽእል ወይ ከኣ የማናይ ክኸውን ይኽእል ዓይንና እንዳሸቕሸቐ ወይ ከኣ እንዳወግኣ ዝስመዓና ሕማም ክኸውን ከሎ ካብ ኣብ ናይ ደቂ ኣንስትዮ ኣብ ደቂ ተባዕትዮ ድማ ሽዱሽተ ዕጽፊ ከም ዝረኣ ይፍለጥ። ቴንሽን እንብሎ ሕማም ርእሲ ክኸውን ከሎ፣ ነዚኦም ፈላሊኻ ንምፍላጥ ድማ ንምፍዋሶም ቀሊል ክኸውን ስለ ዝኽእል እዩ። ካልእ ሕማም ርእሲ ከኣ ወይ ከኣ መርዘን እዩ። እዚ ሕማም ርእሲ ድማ ፍርቂ ርእስና ወይ ብየማንና ወይ ከኣ ብጸጋምና ክፍሊ ርእስና ዝሕመና እዩ። ብጣዕሚ ከቢድ ቃንዛ ዘለዎ ኮይኑ፣ ዝወግኣና ሕማም እዩ። ስለዚ ነዚኢታት ንምፍላጥ እንታይ ይሕግዘና እንተይልና መፍትሒኡ ንምፍላጥ ስለ ዝቐለና ወይ ከኣ ስለ ዝሕግዘና እዩ። ኣብ ሕማም ርእሲ መበገሲኡ ንምፍላጥ ኣዝዩ ኣዝዩ ኣገዳሲ ነገር እዩ። እምበኣር መርዘን እንተኾይኑ ዘሕመና ንመዐገሲ ካብ ዝሕግዙና ነገራት ዝሑል ነገር፣ ንኣብነት በረድ፣ በረድ ብሽጎማን ጠቕሊልና ኣብ ርእስና ብምግባር፣ ንኣስታት ዓሰርተ ሓሙሽተ ደቒቕ ብምሓዝ፣ ብድሕሪኡ ድማ ንዓሰርተ ሓሙሽተ ደቒቕ ብምዕራፍ፣ እዚ ብምግባርና ድማ ዋላ ንቑሩብ ደቓይቕ ይኹን ሩፍታ ይህበና እዩ። ወይ ድማ ብዙሕል ማይ ሻወር ምውሳድ ብጣዕሚ ጠቓሚ እዩ። እዚ ግን ቴንሽን እንብሎ ሕማም ርእሲ ክኸውን እንከሎ ድማ ብኣንጻሩ፣ ውዑይ ነገር እዩ ዘድልየና። ቴንሽን እንብሎ ሕማም ካብ ሽፋሽፍቲ ዓይንና ንላዕሊ ዘሎ ቦታ እዩ ዘሕመና። በዚ ድማ ውዑይ ማይ ኣብ ሽጎማኒ ብምትርካስ ኣብቲ ዘሕመና ብምግባር ወይ ድማ ብውዑይ ማይ ጌርና ነብስና ብምሕጻብ ዋላ ንሓጺር ግዜ እኳ ይኹን ቃንዛና ክንኮፍክሰልና ይኽእል እዩ። መርዘን ዝበሃል ሕማም እንተለና ንነዊሕ እዋን ምሳና ክጸንሕ ዝኽእል ሕማም እዩ። ከምኡ ሕማም ክንሓምም ከለና ብርሃን ንጸልእ፣ ንብርሃን ተነቀፍቲ ንኸውን። ኣብ ጸሓይ ክንወጽእ እንከለና ኸኣ ኣብ ከባቢ ዓይንና ቃንዛ ክስምዓና ይኽእል። ርእስና'ውን ይሕመና፣ የቐንዝወና። ስለዚ ነዚኢታት ምፍላጥ የድልየና። ናብ ጸሓይ ክንወጽእ እንከለና ጸሊም ኦክያለ እንተ ተጠቀምና ተመራጺ እዩ። ቃንዛ ክጅምረና ከሎ ድማ ወይ ከኣ ክስምዓና ከሎ ካብ ቲቪ ምርኣይ፣ ቴሌፎን ምጥቃም እንተ ተቆጠብና ጽቡቅ እዩ ካልእ እንተ ተረፈ ክሳብ እቲ ቃንዛ ዝገድፈና ማለት እዩ ካልእ ድማ እቲ ሳይንስን ክላስተርን እንብሎ እዚኦም ድማ ኣብ ነብስና ገለ ሕማም ክህልወና ስለ ዝክእል ወይ ከኣ ዝኮነ ሕማም ከም ዘለና ሓበርቲ ስለ ዝኮኑ ንሕክምና ከይድና ቸክ እንተገበርና ተመራፂ ዩ። እምበኣር ኣብ ገዛና ኮይንና እንጥቀመሎም ቅልል ዝበሉ ነገራት ንምሕባር ድማ ወይ ከዓ ብቐሊሉ ክንገብሮም ንኽእል ነገራት ቀዳማይ ጅንጅብል ዩ። ናይ ጅንጅብል ሻሂ ዕሕፍስ ኣቢልና ብምስታይ ጠቓሚ ዩ። ወይ ድማ ካፌይን ዘለዎም ነገራት ብምውሳድ ንኣብነት ቡን፣ ቡን ምስታይ ዋላ ንሓጺር ግዜ ይኹን ንሕማም ርእሲ ግን ጠቓሚ እዩ። ካልኣይ ድማ ኣቦ ሱዳ ኣብ ጨርቂ ብምጥቕላል ሕስይ ሕስይ ኣቢልና ብሓንቲ ኣፍንጫና ንምሽታት ዋላ ንሓጺር ግዜ ይኹን ሕማምና ንምፍካስ ወይ ከኣ ንምቕላል ይሕግዘና እዩ። ከምኡ ድማ ጅንጅብል ጨፍሊቕና ወይ ድማ ናይ ዝንጅብል ጽሟቕ ብፍላይ ድማ እቶም ኣብ ደገ ትቕመጡ ብቐሊሉ ክትረኽብዎ ስለ ትኽእሉ ምስ ቁርብተይ ናይ ዝኾነ ዓይነት ጸጉሪ ርእሲ ዘይቲ ብምሕዋስ ቆርበት ርእስና ብምልካይ ንቑሩብ እዋን ወይ ከኣ ንቑሩብ ደቓይቕ ዋላ ይኹን ቃንዛና ግን የፍኩሶ እዩ። እምበኣር እዚ ንብል ዘለና ገለ ገለ ሕማማት ርእሲ ንነዊሕ ዘይጸንሑ ስለ ዝኾኑ፣ ነዘን ሓጸርቲ ናይ ቃንዛ ሰዓታት ንምስጋር ባዕልና ብእንገብሮ መከላኸሊ ንምስጋር እዩ። ካብ ምክልኻል ንላዕሊ ድማ ሳዕቤኑ እንተፈሊጥና ድማ ንዕኦም ንምእላይ ወይ ካብኦም ብምርሓቕ ነቲ ሕማም ምክልኻሉ እዩ ዝጠቕመና። ብተወሳኺ ድማ ሓደ ነገር ወይ ከኣ ሓደ ኣብነት ብምልዓል እዞም ኣስናኖም ብለይቲ ሓጨውጨው ዘብሉ ሰባት ድማ ለይቲ ለይቲ ከምኡ ምስ ዝገብሩ ድማ ንጎምስተሱ ብኸቢድ ናይ ሕማም ርእሲ ምትሓዞም ዕድል ገፊሕ እዩ። ብፍላይ ድማ ዕድመ እንዳወሰኹ ወይ ከኣ እንዳደፍኡ ክኸዱ ከለዉ እቲ ዕድል ኣዝዩ እዩ ዝገፍሕ። ስለዚ ከምዚ ዝበሉ ሰባት እንተለዉ ንምንታይ ርእሶም ከም ዝሕሞም ከይፈልጡ ይኽእሉ እዮም። እሞ እዚ ልምዲ መበገሲ ምዃኑ ምፍላጥ ግን ጽቡቕነቱ ድማ መፍትሒ ምህላዉ እዩ። ነዚ ሕማም ወይ ከኣ ነዚ ሽግር ንምፍታሕ ኣብ ዝኾነ ፋርማሲ ከይድኩም ነዚ ጸገም መፍትሒ ዝኸውን ማውዝ ጋርድ ዝበሃል ኣብ ኣስናን ዝኣትዉ ካብ ፕላስቲክ ዝተሰርሑ መከላኸሊ ኣለዉ። ስለዚ ነዚኦም ብምግዛእ ለይቲ ካብ ዝፍጠሩ ሓጨውጨው ናይ ስኒ ብምድሓን ካብ ሕማም ርእሲ ብቐሊሉ ክንገላገል ንኽእል። እምበኣር ቅልጡፍ ዝኾነ ንሕማም ርእሲ ምፍዋስ ዝግበር ናይ ማሳጅ ጥበብ ኣኪዩ ፕሬዠር እዩ ዝበሃል። እዚ ናይ ማሳጅ ጥበብ ፍቱን ምዃኑ ብብዙሓት መጽናዕትታት ዝተረጋገጸ እዩ። ነዚ ማሳጅ ንምግባር እውን ብዙሕ ረቂቕ ጥበብ ዘየድልዮ ብቐሊሉ ክንገብሮ እንኽእል እዩ። ኣብ ነብስና ዝተፈላለዩ ናይ ፕሬዠር ቦታታት ዘለዉ ብምዃኖም፣ ንሕማም ርእሲ ንምፍዋስ ግን ሽዱሽተ ቦታታት እኹላት ብምዃኖም ሕማም ርእሲ ክስምዓና ከሎ፣ ነቶም ቦታታት ብምድራዝ ወይ ድማ ክቢ መሳሊ ብምግባር ኣጸቢቕና ምሕሳይ። ካብ ሰላሳ ሰከንድ ክሳብ ሓደ ደቒቕ ዝኸውን ብምጽናሕ ድሕሪ ሓሙሽተ ወይ ከኣ ዓሰርተ ደቒቕ እቲ ቃንዛ ክገድፈና ዘሎ ዕድል ዓቢ እዩ። እምበኣር ናይ መጀመርያ ቦታ ኣብ መንጎ ክልተ። ሸፋሽፍቲ ዓይንና ክኸውን ከሎ፣ ኣብዚ ቦታ ምሕሳይ ንሕማም ርእሲ ጠራይ ዘይኮነ ንናይ ዓይንና ድኻም እውን ጽቡቕ ምንቕቓሕ እዩ ዝፈጥረሉ። ካልኣይ ድማ ኣብ ትሕቲ ክልቲኦም ሸፋሽፍቲ የዒንትና ዝርከብ ቦታ ክኸውን ከሎ፣ ሳልሳይ ድማ ከምዚ ኣብዚ ስእሊ እትርእይዎ ዘለኹም ካብ ኣፍኩም ንላዕሊ ካብ ዓይንኹም ንታሕቲ ትኽ ኢልኩም ክትወርዱ ትረኽብዎ ቦታ ክኸውን ከሎ፣ ራብዓይ ድማ ኣብ ሞጎ ክልቲኡ ኣእዛንናን ኣብቲ ላዕለዋይ ዓንዲ ሕቖና ዝጅምረሉ ቦታ ክኸውን ከሎ፣ ነዚኦም ቦታታት ከምቲ ኣብ ላዕሊ ዝገለጽናዮም ጌርና ምስ ንሓስዮም፣ ዝተደፍነ ኣፍንጫና ንምኽፋት፣ ኣብ ከባቢ ዓይንናን እዝንናን ከምኡ ድማ ንሕማም ርእሲ ብፍላይ ድማ ንሕማም መርዘን ንምክልኻል ዝሕግዝ እዩ። ሓምሻይ ድማ ቲዮፍሎን ንብሎ ኣብ ልዕሊ እዝንና መጀመርያ ናይ ጨጉርና ዝበቕለሉ ክፋል ክኸውን ከሎ እዩ። ሻድሻይ ድማ ከምዚ ኣብ ስእሊ ንሪኦ ዘለና ኣብ ዳሕረዋይ ግናዕ ኢድና ኣብ መንጎ ክልተ ኣጻብዕትና ዝርከብ ቦታ ክኸውን ከሎ ነዚ ማሳጅ ብምግባር ድማ ንሕማም ርእሲ ጠራይ ዘይኮነ ንሕማም ስኒ፣ ንክሳድና፣ ሕማም ሕቖ ውን ንምዕጋስ ውን ዝጠቅም እዩ። እምበኣር ብተወሳኺ ድማ ብጀካ እዞም ኣብ ላዕሊ ዝጠቐስናዮም ሳዕቤናት ተወሳኺ ድማ ዋሕዲ ማይ ወይ ከኣ እኹል ማይ ዘይምስታይ ሓደ ጠንቂ ሕማም ርእሲ ብምዃኑ መዓልታዊ እኹል ማይ ምስታይ ዘይምሕማቕ። እኹል ማይ ማለት ድማ መዓልታዊ ካብ ሸሞንተ ክሳብ ዓሰርተ ኩባያ ወይ ድማ ክልተ ሊትሮ ማይ ምስታይ። ዝፈትወኩም ክቡራት ተኸታተልቲ መደበይ ክሳብ መወዳእታ ስለ ዝተኸታተልኩምኒ ብልቢ እየ ዘመስግነኩም ኣብታ ካልኤት ቪድዮ ድማ ብካልእ ኣርእስቲ ክሳብ ንራከብ ሰላም ቀንዩ ሰሰናዩ ንዓኩም ሂወትኩም ብንቅሓት ምርሕዋ።